ንኹልኹም ኣመንቲ ክርስትና እንኳዕ ንበዓለ ትንሣኤ ኣብፅሐኩም ኣብፅሐና እናበልና ዕለታዊ ዜናና ናባኹም ክነብል ፈለማ ኣርእስተ ዜና ክነስማዕኩም። ከም ህዝቢ ብኸበድቲ መድረኻት ንሓልፍ ከም ዘለና ግልፂ እንተኾነ ከም ሕሉፍ ብሓያል ብሄራዊ ስምረትና ናይ ምድግጋፍን ምትሕጋዝን ባህልና ኩሉ ክንሓልፎ ኢና ክብሉ ኣቦ መንበር ውድብ ህወሓት ዶክተር ደብረፅዮን ገብረሚካኤል ገሊፆም። ትግራይ እንትትስዕር ኩላትና ተጋሩ ንስዕር፣ ትግራይ እንትትወድቕ ድማ ኩልና ተጋሩ ንወድቕ ዝብል እምነት ሒዝና ክንግስግስ ይግባእ ሌትናንት ጀነራል ታደሰ ወረደ። ሓዱሽ ካቢኔ ግዜያዊ ምምሕዳር ትግራይ ሰላም፣ ሓድነትን ተስፋን ዘለዋ ትግራይ ክትህሉ ክሰርሕ እዩ ኢሎም ፕሬዚዳንት ግዜያዊ ምምሕዳር ትግራይ ሌትናንት ጀነራል ታደሰ ወረደ። ጸገም ትግራይ ፌዴራል ብዘጣየሾም ሓይልታት ኣይፍታሕን ሳልሳይ ወያነ ትግራይ ኣብ መወዳእታ ናይ ድሮን ጥቕዓት ኣብ ልዕሊ ፋኖ ኣምሓራ ዝብሉ ዜናታት እዚ ዕለት እዮም። ሕዚ ድማ ናብ ዝርዝሮም ክነስግረኩም። ከም ህዝቢ ብኸበድቲ መድረኻት ንሓልፍ ከም ዘለና ግልፂ እኳ እንተኾነ ሕሉፍ ብሓያል ብሄራዊ ስምረትና ናይ ምድግጋፍ ምትሕጋዝን ባህልና ኩሉ ክንሓልፎ ኢና ክብሉ ኣቦ መንበር ውድብ ህወሓት ዶክተር ደብረፅዮን ገብረ ሚካኤል ገሊፆም። ዶክተር ደብረፅዮን ብምኽንያት በዓል ትንሳኤ ኣብ ዘሕለፍዎ መልእኽቲ፣ ኣብ ውሽጢ ዓድን ካብ ትግራይ ወፃኢ ኣብ ዝተፈላለዩ ኩርናዓት ዓለም እትነብር ተኸታሊ እምነት ክርስትና ህዝብና ሓይልታት ፀጥታ ትግራይን እንኳዕ ናብ በዓል ፋሲካ ኣብፀሐኩም ኣብፀሐና ክብሉ ሰናይ ትምኒቶም ገሊፆም ኣለው። ትግራይ እንትትስዕር ኩልና ተጋሩ ንስዕር፣ ትግራይ እንትትወድቕ ድማ ኩልና ተጋሩ ንወድቕ ዝብል እምነት ሒዝና ክንግስግስ ይግባእ ሌትናንት ጀነራል ታደሰ ወረደ። ፕረዚደንት ግዜያዊ ምምሕዳር ትግራይ ሌትናንት ጀነራል ታደሰ ኣብ ዘቐፅሉ ሰለስተ ኣዋርሕ ብዛዕባ ዝሰላሰሉ መደባትን ኣንፈታት ግዜያዊ ምምሕዳር ትግራይ ኣመልኪቶም ኣብ ዝሃብዎ መግለፂ ካብ ዘልዕልዎም ነጥብታት ካብ ውድቀት ንምውፃእ ፈለማ እቲ ውድቀት ናይ ውልቀ ሰብ ወይ ናይ ጉጅለ እንተይኮነ ናይ ኩልና ድምር ኣስተዋፅኦ ዝፈጠሮ ምዃኑ ብልቢ ተቐቢልና እንትንግስግስ እዩ ኢሎም። እዚ ማለት ትግራይ እንትትስዕር ኩልና ተጋሩ ንስዕር፣ ትግራይ እንትትወድቕ ድማ ኩልና ተጋሩ ንወድቕ ዝብል እምነት ሒዝና እንትንግስግስ እዩ። ስዒርና ተሳዒርና ካብ ዝብል ተረኽ ኣተሓሳስባ ሒዝካ ምስዳድ፣ ምጥቓዓዕን ምስዳድን ወይ ከኣ ዳግመ ውዳበ ጸረ መጥቃዕቲ ንምግባር እንትንወጽእ ጥራሕ እዩ። ሕዚ እውን ካብቲ ጸገም ንምውጻእ ዘኽእል ናይ መወዳእታ ክበሃል ዝክኣል ዕድል ተፈጢሩ ኣሎ እምበር እቲ ከፍርሰና ዝኽእል ሓደጋ ሕዚ እውን ኣንጸላልዩ ከም ዘሎ ምግንዛብ ከድሊ እዩ ኢሎም እዚ ዕድል እዚ ብኣገባቡ እንተዘይተጠቒምናሉ፣ እንተጨማለቕናዮ፣ እቲ ኣብ ልዕለና ኣንጸላልዩ ዘሎ ሓደጋ ኣብ ዝባንና ዘፍርስ ንኹልና ዘጥፍእ እምበር ፈልዩ ዝገድፎ ወይ ዘጥፍኦ የለን። በዚ መሰረት ናይ ትማሊ ዓጺና ንሎሚ ጽባሕ ብሓድሽ መንፈስ ብነስሓን ኢድ ንኢድ ተታሒዝና ክንብገስ ይግባእ ኢሎም

ካልኦት በቲ ዝተፈጥረ ኩነታት ምኽንያት ዝወፁ እውን ኣብዚ ስነስርዓት ክርከቡን ትግራይን ህዝቢ ትግራይን ማንም ዝኸልኣና ዝህበና ዘይኮነ ናይ ኩልና ተፈጥራዊ መሰል ምዃኑ ክነረጋግፅ ብሹም ህዝቢ ትግራይ ብትሕትና ይዕድም ኢሎም ቤት ፅሕፈት ፕሬዚዳንት ከምዝገለፆ።

ኣብቲ ፈለማ ኣኼባ ሓዱሽ ካቢኔ ግዝያዊ ምምሕዳር ትግራይ ዝጸንሑን ሓደሽቲ ኣባላት ካቢኔ ይሳተፉ ከም ዘለዉ ተሓቢሩ ኣሎ። ጸገም ትግራይ ፌዴራል ብዘጣየሾም ሓይልታት ኣይፍታሕን ኢሉ ሳልሳይ ወያነ ትግራይ። ኣብዚ ሰሙን ስልጣን ዝተውሃቦም ነበር ኣመራርሓ ኣባላት ህወሓት ናይ ትግራይ ጸገም ክፈትሑ ከም ዘይኽእሉ ሳልሳይ ወያነ ትግራይ ገሊጹ ኣሎ። ኣብ ብፌደራል መንግስቲ ስልጣን ዝተዓሰቡ ውልቀ ሰባት እቲ ስልጣን ንውልቆም ዝረብሖም እንተኾነ እምበር ኣብ ህዝቢ ትግራይ እዚ ዝበሃል ኣድማዒ ለውጢ ዘምፅእ ኣይኮነን ይብል እቲ ውድብ። ነዚ ከምዚ ምኽንያት እንተቕርብ ፀገም ትግራይ ኣብ ውሽጢ ትግራይን ብትግራዋይን ጥራሕ ዝፍታሕ እዩ ኢሉ። ኣብ መወዳእታ ናይ ድሮን ጥቕዓት ኣብ ልዕሊ ፋኖ። መከላኸሊ ሓይሊ ኢትዮጵያ ናይ ድሮን መጥቃዕቲ ኣብ ልዕሊ ፋኖ ከምዘካየደን ንመንግስቲ ቀረባ ዝኾና ሚድያታት ይገልፃ ኣለዋ። ኣብ ዞባ ሰሜን ሽዋ ባሶና ወረዳ ኣብ ካሲማ ዝተብሃለት ጣብያ ዝርከብ ቤት ትምህርቲ ኣብ ልዕሊ ኣኼባ ዘካይድ ዝነበረ ፋኖ ብዝተገብረ ደብዳብ ድሮን ኣርብዓን ሸሞንተን ኣባላት ፋኖ ከም ዝተቐትሉን ዕስራን ሽዱሽተን ድማ ከም ዝቖሰሉን ተገሊጹ ኣሎ። ብሹም ዘይተገልጹ ኣመራርሓ ፋኖ እውን ከም ዝተቐትሉ እዩ ዝሕበር። ኣብዚ ሞትን መቑሰልትን ባዕሉ ፋኖ ኣምሓራ መብረቑ ተፈራ ናይ ዝብል ኣመራርሓ ኣዛዚ ዝነበረ ሻለቃ መንበሩ ተፈራ ቀቲለ ይብል መከላኸሊ ሓይሊ ኢትዮጵያ። እምበኣርከስ ክቡራት ተኸታተልቲ መደብና ዜናታት እዚ ዕለት ኣብዚ ከም ቤትና ሰሰናዩ ንዓኹም ሰላም ንዓኺ ትግራይ።